ቅድሚ ሽዱሽተ ወርሒ'ዩ ብዩነስ ኣር ንካናዳ በጺሒካ ኣሎ፣ ድሕሪ ቁሩብ መዓልታት ናብ ሩዋንዳ ክትከይድ ኢኻ ተባሂለ። ምናልባት ንሕሉፍ ህይወተይ ዝፈልጥ ሰብ እንተዝፈልጥ ርግጸኛ'የ ልዕለይ ንሱ ምተሓጎሰ። ቅድሚ ሰለስተ ዓመት'ዩ ካብ ሱዳን ንሊብያ መጺኤ። ነቲ ከባቢ ክልተ ዓመትን ፈረቓን ዝተቐመጥኩላ ካርቱም ገዲፈ፣ ድሕሪ ኣርባዕተ መዓልቲ ጉዕዞ ናብ ኩፍራ ዝበሃል ናይ ልብያ መሬት ኣቲና። ሽዑ'ዩ እምበኣር እቲ ናይ ሽግር ጉዕዞ ሓደ ኢሉ ዝጀመረ። ኣብ መኽዘን ኣቲና፣ ያላ ደውሉ እሞ ሕሳብኩም ኣውርዱ ኢሎምና። ሽዑ ጠዋል ገምገም ባሕሪ ክትከዱ ኢኹም፣ መርከብ ትስቀሉ፣ እናበሉ እዮም ዝሓዙና ልብያውያን ክህዱዱና ጀሚሮም። ኩላድድ ደዊላ ምንጋር ጀሚራ። ኣነ ብወገነይ ናብ ቤተሰበይ ደዊለ ክፈል ከም ዝተበሃልኩ ነጊረ ሓደ ብሓደ ንኹሎም ቤተሰበይ በጺሐዮም። ወላ ሓደ ካብኦም ተስፋ ዝሃበኒ ኣይነበረን። ኣብ መጀመርታ ድሓን ንግዚኡ እዮም ኢለ ተጸብየዮም። እንተኾነ ሰለስተ ወርሒ ገይረ ዝመጸ ለውጢ ኣይነበረን። መሊሶም እዮም ቴለፎኖም ምቕባል ኣብዮምኒ። ንኣደይ ከይድውለላ ገዲፈያ ዝወጻኹ ገዛናን ናብራናን ይፈልጦ'የ። ኣማራጺ ኣይነበረንን። እቶም ምሳይ ዝመጹ ኩሎም ድሮ ኮፍ ኢሎምስ ከይዶም እዮም። ኣነ ጥራይ እየ ካብኦም ተሪፈ። ወዮ ሒዞምና ዝነበሩ ልብያውያን ግዜ በሊዖም ምስ ረኣዩኒ ወይ ክንሸጠካ ኢና ወይ ክፈል ክብሉኒ ጀሚሮም። እንተኾነ ዝበልኩ ኢለ ዝሕግዝ ዘመድ ኣይነበረንን። ብኸምዚ ሸሞንተ ወርሒ ኣብ መኽዘን ምስ ገበርኩ'የ እምበኣር ሓደ ምሸት ሓድሽ ነገር ዘጋጠመ። ሃንደበት ደቂስና ከለና ኣብ ካንሸሎ ተኹሲ ሰሚዕና። ኩላህና ሰንቢድና ተሲእና። ከባቢ ሰሜንያ ሰባት ኢና ኔርና ሰንቢድና ኣብ ጸግዒ ተኣኪብና እንዳ ተጸበና ከለና እቶም ዝሕዙና ልብያውያን ጥራሕ ዝኸፍትዎ ዝመስለና ማዕጾ ሽዱሽተ ዝኾኑ ፖላዊስ ከፊቶም ኣትዮምና ምስ ረኣናዮም ኣጆኹም ኣይትሰንብዱ ኢሎም ኣራጋጊኦምና ናብ ደገ ከውጽኡና ጀሚሮም። ኣነ ድሕሪ ሸሞንተ ወርሒ ጸሓይ ርእየያ። እቶም ፖሊስ መላእኽቲ እምበር ሰባት ኮይኖም ኣይተሰምዑንን። ደገ ወጺእና ናብተን ናይ ፖላዊስ መኪና ክንስቀል ከለና ወዮ'ቲ ክትሽየጥ ኢኻ ኢሉ ዘፋራርሐኒ ዝነበረ ብጥይት ግንባሩ ተሃሪሙ ኣብ መርገጽ ተዘርጊሑ ረኣኽዎ። ኣብ ህይወተይ ምሉእ ከም ሽዑ ተስፋ ረኺበ ኣይፈልጥን'የ። እቶም ፖሊስ ስምና መዝጊቦም ኣብሊዖም የሕዲሮም ንጽባሒቱ ናብ ከተማ ትሮፕልስ ወሲዶምና እንዳ ዩኑስኣር ኣብጺሖምና ከይዶም ኣብ ሊብያ ብፖሊስ ተዛሒዝካ ከምዚ ናትና ዕድል ከጋጥመካ ምርቓ ጥራይ እዩ ኣነ ግን ምርቓ ጥራይ ዘይኮነ ኢለ ኣምላኽ ንዓይ ንኸድሕን ዝገበሮ ኮይኑ ተሰሚዕኒ ኣብ ከተማ ትሩፑሊ ዝፈልጦ ሰብ ኣይነበረንን ወላ እኳ ነቶም እንዳ ዩንስኣር እንተነገርክዎም መዝጊቦም ጥራይ ቆጸራ ገይሮም ኣፋንዮሙኒ። ኣማራጺ ስለ ዘይነበረኒ ኮለል ክብል ጀሚረ። ኣብ መንገዲ ዝረኸበኒ ሓደ ሓበሻ መስቀልካ'ባ በጃኻ ውሽጢ ኣየትዎ? ኢሉኒ ሓሊፉ። ሽዑ'የ መስቀል ልብያውያን ሚሒር ከም ዝጸልእዎ ፈሊጠ መስቀለይ ሓቢኤ ኮለል ምባል ቀጸልኩ። ክልተ መዓልቲ ኣብ ሓንቲ ፈራስ ገዛ ሓዲረ፣ ኣብ ኣፍደገ ካንሸሎታት ጠልጠል ዘበበልዎ መግቢ እንዳበላዕኹ ቀንየ። ካብ ዝነበርኩዎ ኣይከፍኣንን። ከምዚ ኢለ ኮለል እንዳበልኩ'የ እምበኣር ኣብቲ ንምፍላዩ ከቢዱኒ ዘሎ ገንገን ባሕሪ ዝነበርኩ። ባሕሪ ብኣካል ክርእዮ መጀመርታ ግዜ'ዩ ነይሩ። ተገሪመ ኣብቲ ገምገም ባሕሪ ኮፍ ኢለ ክሪኦ ውዒለ። ዝተዛረበኒ ሰብ ኣይነበረን። ሊብያውያን ግብጻውያንን ካልኦት ጸለምቲ መመጺኦም ሓምቢሶም ተዛናጊዖም ይኸዱ ነይሮም። ክመጹ ከለዉ ዝተማልእዎ መግቢ ኣብኡ በሊዖም ምስ ኣትረፉሉ ሰተት ኢለ ከይደ ኣኪበ የምጽኦ'ሞ ኣብታ ዝወዓልኩላ ኣንጎሎ ኮይነ ይበልዖ። ገንገም ባሕሪ ምስ መጻኹ ናብታ ክሓድረላ ዝቐነኹ ገዛ ብፍጹም ኣይተመለስኩን። ካብተን ኣብኡ ዘለዋ ገዛውቲ፣ ሓንቲ ኹሉ ግዜ ዕጽውቲ፣ ሰብ ዘይነበራ ገዛ ኣስተውዒለላ። ኣብ ብራንዳኣ ክሓድርን ክውዕልን ጀሚረ። ብኸምዚ ጥራሕ ክልተ ሰሙን የሕሊፈ። ወዮ ካብቶም ክሕምብሱ ዝመጹ ልብያውያን ግብጻውያን ክላለ ጀሚረ። ኣነ ደኣ'የ ዘየስተውዓልኩሉ እምበር፣ መብዛሕትኦምስ ተረፍ መግቦም ከልዕሉ ከለኹ ይርኡኒ ነይሮም እዮም። ምስ ተላለኹዎም ከኣ ባዕሎም ካብ መግቦም ፈልዮም ክህቡኒ ጀሚሮም። ግደ ሓቂ፣ ሊብያውያን ኣመና ጨካናት ዝመስሉኒ ዝነበሩ ለዋሃት ሊብያውያን ምስ ረኣኹ ክጠራጠር ጀሚረ። ብፍላይ ንመሓየዲን ምስ ተላለኹዎ። መሓየዲን ክንዳይ ዝኸውን ነዊሕ ጸጉሪ፣ ቀይሕ ጽቡቕ ሊብያዊ እዩ። ኣብቲ ገንገም ባሕሪ ዳርጋ ኩሉ ግዜ ስለ ዝመላለስ መዓልታዊ ኢና ንረኣ። ሓደ ግዜ ምስ ኣዕሩኽቱ መጺኡ እንዳ ሓምበሰ ማይ ኣበይ ኣሎ? ኢሉ ሓቲትዎም ከም ዝተወደኣ ምስ ነገርዎ ዘይተትርፉለይ ኢሉ ክዛረቦም ጀሚሩ። ኣነ ከኣ ናብኡ ቅርብ ኢለ። ሃባ ከምጽኣልካ ካብዚ ድኳን ኢለዮ። ተገሪሙ ጠሚትኒ። ሓቂ'ዩ ኣብቲ ከባቢ ቀረባ ድኳን የለን ርሑቕ'ዩ ካብኡ። ገንዘብ ሂብኒ ከይደ ካብ ድኳን ኣምጽኤሉ። ማልስ ንዓኻ ውሰዶ ኢልኒ። ተሓጒሰ። ኣብ ልብያ ካብ ዝመጽእ ኣብ ዓመተይ ዳርጋ'የ ገንዘብ ዝሕዝ ዘለኹ። እተን ዝገደፈለይ ገንዘብ ዋላ እኳ ብዙሓ ይኹና፣ ሓንቲ ስረን ሓንቲ ማልያን ግነ ግዜኤናኒ። ሽዑ'የ እምበኣር ኣብቲ ገምበም ባሕሪ ዝሑል ማይ ክሸይጥ እንተ ጀሚረስ ገንሰብ ይሕዝ ይኸውን ኢለ ዝሓሰብኩ። እንተኾነ ጥር ትብል ቅርሺ መግዝኢ ማይ ኣይነበረትንን። ነቲ ሽዑ ምሳይ ጽቡቕ ርክብ ገይሩ ዝነበረ መሓየዲን ክዛረቦ ወሲነ። መሓየዲን ሓንቲ ሓሳብ እንድየ ሓሲበስ ክትሕግዘኒ ደልየ ኢለዮ በተን ኣብ ሱዳን ዝኣከብክወን ወንስበርባር ዓረብ ጌረ እንታይ እዩ ሽግር የለን ኢለኒ ሓሳበይ ከይሰምዐ ኣብዚ ዝሑል ማይ ክሸይጥ ሓሲበስ ብዝሕ ዝበለ ማይ ንክገዝእ መጀመሪ ገንዘብ ደልየ ኢለ ተኩሰሉ ወየ መሓየዲን ክስሕቀለይ ጀመረ። እዚ ደኣ እንታይ ጸገም ኣለዎ? ካብ ጀብኡ ሓምሳ ቅርሺ ኣውጺኡ የረከበኒ። ጽቡቕ ሓሳብ ሓሲብካ። ኢሉ ከኣ መሊኢለይ ናብ ጀምዕኡ ተመርቀፈ። ንጽባሒቱ ንግሆ ተሲኤ ድኳን ድኳን እናኸድኩ ዝሑልማይ ደልየ። ካብ ሓንቲ ድኳን ክልተ ዕሹግ ነናይ ዕስራ ኣርባዕተን ዝሕዝ ዝበረደ ማይ ገዚኤ ናብ ዝገምገም ባሕሪ ክሸጦ ጀመርኩ። ልዕሊ ዝሓሰብኩ ኮይንለይ። ዝገዛእኽዎ ማይ ብዕፅፊ ዋግኡ እናሸጥኩ ብፍላይ ፀሓይ ክትብርትዕ ኸላ ዕዳጋ እናዓመረለይ ናይ መሓየድን ገንዘብ ኣኪበ ስድሮ ብላዕሊ መኽሰብ ክሕዝ ጀሚረ። ድሕሪ ሰለስተ መዓልቲ መሓየድን መኪንኡ ጊሩ መፂኡ። ገንዘቡ ሒዘ ካብ መኪናኡ ከይወረደ ከይደዮ። መሓየድን እንካ በል ገንዘብካ የቐንየለይ ኢለ ኢደይ ሰዲደሉ ገንዘቡ ከረክቦ ጽሉል ዲኻ ኣጻብዕቱ ዘርጊሑ ኣብ ሓንጎሉ እናመልከተ መለሰለይ ላላ ገንዘብ እኳ እየ ሒዘ ብላዕሊ ተቃጢበ ኣለኹ ምሽ ርኢኻኒ ብቐዳማይ ኩሉ ከይድለይ ጽቡቕ እየ ሸይጠ ኢለ ብኻልእ ከረድኦ ደልየ ፈቲነ ወላሂ ኣነ ክትመልሰለይ ኣይሃብኩኻን ብቐዳማይካ ኣርኤካ ጽቡቕ ሰሪሕኻ እቲ ዝተረፈ ግን ውዒካ ኢሉ ፍሽኽ ኢልለይ እወ ነቲ ክሳብ ዝሸጦ እንድየ ፀሓይ ሃሪምዎ ግን መሊሰሉ ነቲ በዓል ድኳን ዝሑል ቀይረዮ ኢለዮ ሓቀየ ነይረ እወ ሕጂ ካብ ትመላለስ እዚ ኣምጺኤልካ ኣለኹ። ናይ ድሕሪ መቐመጢ ንብረት ከፊቱ ዓባይ መዝሓሊ ተውጽኣለይ። ድሕሪ ሕጂ ዝሑል ማይ ካብዚ ትገብሮ ዋላ ሰለስተ መዓልቲ ኣቐሚጥካዮ ኣይውዕን እዩ። እንዳውረደ ካብ መኪንኡ ተዛሪብኒ። እሞ ሸጊረካ እንድየ ደኣ። ብውሽጠይ ተሓጒሰ ከለኹ ናይ ስክፍታ ገይረ መሊሰሉ። ላላላ ማፊ ምሽክላ ኣጆዃ ዝኾነ እንተደሊኻ ንዓይ ንገረኒ ኢልኒ መኪንኡ ኣልዒሉ ከይዱ። ድሕርዚ መዓልታዊ ህይወተይ ፍጹም እዩ ተቐይሩ። ቀትሪ ቀትሪ ማይ ክሸይጥ ውዒለ ምሸት ምሸት መግበይ ገዚኤ ሽጋራይ ሒዘ ኣብ ገምገም ባሕሪ ኮፍ ኢለ ምስቲ ባሕሪ የዕልል። ልክዕ ከም ሰብ እየ ዘዕልሎ። ካብ ሚሕር ምስኡ ምውዓል፣ ይመስለኒ ዝሰምዓኒ ዘሎ ኮይኑ ይስምዓኒ። ሓደ ሓደ ግዜ ሚሒር ማዕበል ኣብዚሑ እቶም ክሕምብሱ ዝመጹ ማዕበል ኣሎ ኢሎም ከይሓምበሱ ክምለሱ ከለዉ ዕዳጋ ኣይተበላሸወለይ ኣለኻ ኣቲ ሓሳድ እናበልኩ ጽርፍ እየ ዘብሎ። ሽዑ እንተስ ተመሲልለይ እንተስ ሰሚዑኒ ጸጥ እብል። ከምዚ እንዳበልኩ ሸሞንተ ወርሒ ምስ ገበርኩ ሞባይለይ ገዚኤ ነደይ ክድውለላን ካብተን ዘጠራቐምክወን ገንዘብ ስሕት ስሕት ኢለ ክሰደላን ጀሚረ። ኣብዚ ኩሉ ጉዕዞይ ግን ማሕየዲን ኣይተጋደፈንን፣ ሓደ ሓደ ግዜ ምሳይ የምሲ፣ ፍርቂ ለይቲ ክንሕምብስ ንኣቱ፣ ሳላ ኣብኡ ምውዓል ምሕምባስ ጽቡቕ ገይረ የኽኢለዮ። ሽዑ ለይቲ ምድሪ በይንና ክንሕምብስ ንሓድር። መሓየዲን ዓርከይ ኮይኑ ጥራይ ዘይኮነስ ሒዝኒ ገዝኦም ከይዱ ምስ ስድርኡ ኣላልይኒ። ስድርኡ ጥዑማት እዮም። ብፍላይ ብኸመይ ልብያ ከም ዝመጻኹ ኩሉ ታሪኸይ ምስ ኣዕለልኩዎም ፈትዮሙኒ ከቀባጥሩለይ ጀሚሮም። እታ ኣብኣ ዝሓደርኩዋ ሓንቲ ለይቲ ክሳብ ክንደይ ምስቲ ባሕሪ ፍቕሪ ኣሕዲርለይ ኣብሪሃትለይ። ምሉእ ለይቲ ባሕሪ ናፊቐ ክዝክሮ ኣምስየ። ብኸምዚ ህይወት ክልተ ዓመት ምስ ገበርኩ'ዩ እምበኣር ሃንደበት ብእንዳ ዩኑስ ኣር ተደዊሉኒ ምስ ከድኩ ንካናዳ በጺሐካ ተባሂለ። ምስ ነገሩኒ ኣብቲ መጀመርታ ማራ'የ ተሓጒሰ። ናብ ቦታይ ተመሊሰ ኣብቲ መውዓሊ'የ ገምገም ባሕሪ ቅልቅል ምስ በልኩ ግን ነብሰይ ገለ ዝሑል ማይ ዝተደፍኣኒ ኮይኑ ተሰመዐኒ። ናብቲ መተዓልልተይን መዋዕልተይን ባሕሪ እናጠመትኩ ከለኹ እዩ እምበኣር ጠላም ጠላም ካባይ ክትፍለ እናተባሃልካስ እናተሓጎስካ መጺኻ እንተስ ብርእሰይ ቀሪጸዮ ነይረ እንተስ እቲ ባሕሪ ኣፈውፂ ይዛረበኒ ነይሩ ኣይተረድእንን ከምኡ ዘይኮነ ንካናዳ እኮ ክኸይድ ኣደይ ከዓ ካባያ ትፅበ ሚስ ትፈልጥ ኢኻ ምሽ ኩሉ ታሪኸይ ይዕልለካ። ዓው ኢለ'የ መሊሰሉ ናብቲ ባሕሪ እናጠመትኩ። ይፈልጥ እወ ኣነ ዝገበርኩልካ ነገራትከ ረሲዕኻዮ? ምእንታኻ ክብል ማዕበለይ ሚስ ጸጥ የብሎ ነይረ። እቲ ኩሉ ሽግራትካ ምሸት ምሸት እንደዕልልካኒ ከይሸልቸወኒ ሰምዐካ ነይረ። ክንደይ ግዜ ኣብ ቅድመይ ነቢዕኻ። ክትነብዕ ከለኻ ማዕበል ገይረ ዝግጭበካ ዝነበርኩ'ኮ ሃንደበት ኣይኮነን። ንብዓት ከየድር ዘልካ ነይረ ኢልኒ ሃንደበት ጸጥ ኢሉ ዝነበረ ባሕሪ ማዕበል ጀሚሩ ሓሪቕለይ ማለትዩ ኢለ ከይተረደእኒ ክነብዕ ጀሚረ ድሓን ክበጽሐካ እኮ ክመጽእየ ሕጂ ግን ግድን ክኸይድ ኣለኒ ኣደይ ከኣ እባ ክሕግዛ ሕጂ እውን ዓዊለየ ተዛሪበ ንብዓት ጌና ኣየቋረጽኩን ድሓን ኪድ ኣጆኻ ግን ክነግረካ ከምቲ ትናፍቀኒ ዝነበርካ ኣነ ውን ይናፍቀከ ከምቲ ትፈትወኒ ወላ ኣነ ይፈትወከ ባሕሪ ብሕልናይ መሊስለይ ማዕበሉ ጸጥ ኣቢልዎ ትኽ ኢለ ከይደ ኣብታ መንበሪተይ ብራንዳ ኮፍ ኢለ ንመሓየድን ደዊለ ጸዊዐዮ ምስ መጸ ደሓን ዲኻ ኢሉ ተሃዊኽ ሓተተኒ ደሓን እየ፣ ንካናዳ ከም ዝበጽሓንን ድሕሪ ቁሩብ መዓልታት ክኸይድ ምዃነይን ነጊረዮ። ልዕለይ ተሓጒሱ ሓሓቝፉ ስዒሙኒ። የዕሊልና ክኸይድ ከሎ ግን ክትድውለለይ ኢኻ ምሽ? ኢሉኒ። ኣይመለስኩሉን፣ ንብዓት ስዒርኒ። ንሱ እውን ነቢዑ ፍሽኽ እናበለ መኪንኡ ተሰቒሉ ከይዱ። መዓልተይ ኣኺሉ ንሩዋንዳ ከይደስ ናብ ካናዳ ሰጊረ። ሕጂ ኣብቲ ክንዲ ገምገም ባሕሪ ናይ ትሮቡሊ ሊብያ ሓጎስ ዘይሃበኒ ጎደናታት ናይ ከናዳ ኮይነ ሕሉፈይ እናዘከርኩ እጽሕፍ ኣለኹ። እንተቶም ኣብ ከናዳ ዝተላለኹዎም ሰባት ግን እታ ናበይ ኢኻ ክትምለስ ክትዛናጋዕ ትደሊ ክትብሉኒ ከለኹም ሊብያ ኢለኩም ትግረሙ ኣይትግረሙ ናፍቖትን ፍቕርን ናይ መሓየዲንን ገምገም ባሕሪ ሊብያን ጌና ኣይወጸለይን። ተፈጸመ። ጸሓፊ፣ ቢንያም ሰሎሙን መለይ።

ክንዲ ዕልል ገኒኑ ሕሜታ ጽባሕ ንግሆ ንርኢ ሳልስታ ኣታ እንታይ ከበሉ እንዳባ ሳልስታ ንርኢ ሳልስታ እንታይ ከኽብሉ

ኣታ እንታይ ክብሉ እንዳባ ብሳልስታ ንርኢ ብሳልስታ እንታይ ክብሉ ኣታ እንታይ ክብሉ እቶም እንዳባ ብሳልስታ ንርኢ ብሳልስታ እንታይ ክኽብሉ